ኣዲስ ኣበባ ክኸድ ወሲነ ወሲነ ብቻ ይኾነ ኩሉ ነገር ሓዲገ ካብዚ ኣዲስ ኣበባ ከይደ እዞም ዲያስፖራ ኣብ ውጭ ኮይኖም ገለ ለለዉ ሲ እንታይ ልኣክል ከቢድ ስምዒት ሎም ልስምዖም ኣሽዑት እየ ርያ ካብኡ ግን ኣብ ሰዓት ዛሕና ተስፋና ኣብ እግዚኣብሄር ጌርና ልብና ክፍቲ ንጎሮ ክለኩም ይደሊ ሰላም ሃመይ ትኾኑ ሮማይ ተወልደ ይበሃል መጀመርያ ን ክልተ ሽሕ ዓሰርተ ሸውዓተ ዓመተ ምህረት እንኳዕ ብሰላም ኣብፀሐና ክብል ይደሊ ብምቅፃል ናይ ሎማዓንቲ ቪድዮና ናይ ክልተ ሽሕ ዓሰርተ ሸውዓተ ናይ መጀመርያ ቪድዮና እያ ትኾን ለላ ካብኡ ድማ ልሓለፈ ዓመት ወይ ለለ ክልተ ሽሕ ዓሰርተ ሽዱሽተ ዓመተ ምህረት ብዓወት ወይ ለለ ብስኬት ወዲእና ክልተ ሽሕ ዓሰርተ ሸውዓተ ኣቲና ይኸው ሓደ ወርሒ ገይርና ኒና ካብ ንኣቲ ክልተ ሽሕ ዓሰርተ ሽዱሽተ ሲ በሀመይ ንዓወት ናይ ስኬት ዓመት ነይሩ ክትብል ክኢልካ ንትብሉ ሰባት ተለ ክልተ ሽሕ ዓሰርተ ሽዱሽተ ብሂወት ነቢርና ወዲእና ክልተ ሽሕ ዓሰርተ ሸውዓተ ብምርኣይና ንባዕሉ ሓደ ፀጋ እዩ ንዝለለ ፈጣሪ ይመስገን ብምቕጻል ናሎማዓንቲ ቪድዮና ሪኣክሽን ወይ ለለ ቭሎግ ወይ ለለ ካልእ ካልእ ነገር ይኾን ይኮን ናሎማዓንቲ ቪድዮና ናይ ሮምሃይ ወይ ለለ ናዚ ትሪእዎ ዘለኹም ሰብ 2016 ሀመ ይመስል ነይሩ ልብል ኣሕፅር ኣቢለ ክነግረኩም እየ ንጀምር 2016 ናይ ሀመይ ነይሩ ክንብል ተለና 2016 ኣባየ ብጣዕሚ ከቢድ ዓመት ነይሩ ወይ ለለ ብጣዕሚ ፈታኒ ዓመት ብዙሕ ነገር ተማርኩሉ ዓመት እዩ ነይሩ ፈቲናትኒ እያ እዛ ዓመት እዚኣ ናይ መጀመርያ ናይ 2016 የርስዖ ሞመንት እንታይ ነይሩ ደሮ ገዚኤሲ እዛ ዋጋ ሳል ገመተ እዛ ደሮ ተገዘእትላ ዋጋ ልገመተ እዛ ደሮ ሒዙ ገዚኡ ይኸድ ልብል ኮንተንት ሰሪሐ ነይረ ናይ ሮማይ ፊልምስ ዩቱብ ቻነል ቤተሰብ መጀመርያ ልዕሊ ኩሉ እንኳዕ ንመበል 2016 ዓመተ ምህረት ብሰላም ኣብፅሐኩም ደሮ ገዚኤስ ኣብ መንገዲ ሰብ ልሓለፈ ነበረ እዛ ደሮ እዚኣ ህንደ ገዚእና እያ እስቲ ገምት ደንን እዛ ዋጋ ልገመተ እዛና ልገዛእና ዋጋ ልገመተ ሰብ እዛ ዶሮ ሒዙ ገዚኡ ከለ ማለት እዩ ኣብ መጨረሻ ዋጋ ትሽዓንተ ወሰደ ዓሰርተ ግረ ና ታክሲ ና ታክሲ ቃ ክሓድገላ ዓሰርተ ቅርሺ
መጨረሽኡ እኮ ዓሰርተ ቅርሺ ቀኒሰ ገዛ ወሲድያ እዛ ደርሆ ካብኡ ብምቕፃል መስቀል እርክዩ መስቀል 216 ማለት እዩ መስቀል ምስ ዓርክተይ ኮይነ ኣብ

ኣብ መቐለ ዝነበረ እንታይ ይበልጥ ምክንያቱ ዓዲግራት በይነይ ከይደ ነረ ዝኾነ ብጣዕሚ ተዘናጋዕኹይ ከይደ ዝተወሰነ ነገራት ርኤ ገለ ደቂሰ ካብኡ ንጉሄ ናውስ ተመሊሰ ክነወዳድሮም ተለና ሲ ናብ መቐለ ዝሕለፍኮ ግዜ ሽዕቱ ምስ ኣርክተይ ስለነበረ እዚ ይበልፅ ካብኡ እሱ ምስ ሓለፈ ከምዚ ህዚ ናብ መስከረም መወዳእታታት ወይ ለለና ጥቅምቲ መጀመርያ 2016 ማለት እዩ ናብ ኣዲስ ኣበባ ከይደ ናስራሕኹ ክነብር ሓሲበ ልዚ ክሓስብ ዝገበረኒ ድንገተኒ ሓሳብ ኣይኮነ ነይሩ ማለት ካብ ብቆልዓይ ገና ወዲ 1213 ዓመት ላለኹ ወዲ 18 ዓመት ምስ ኾንኩስ ንባዕለይ ክኽእል እየ ንባዕለይ ገዛ ፈልየ ህምዚ ናሰራሕኩ ክነብር እየ ኢለ ኢልሓስ ነይረ ምክንያቱ ኣሽዑቱ እሲ ወዲ 18 ዓመት ዝበሃል ብጣዕሚ ዓብዩ ኮይኑ ይረአይ ነይሩ ለየፅሐለይ ፈጣሪ ኢልዎ ወዲ 18 ዓመት ኮይነ ዓሰርተ ሸሞንተ ዓመት ምስ መለእኒ ኣዲስ ኣበባ ክኸድ ወሲነ ወሲነ ብቻ ይኾነ ኩሉ ነገር ሓዲገ ካብዚ ኣዲስ ኣበባ ከይደ ኣብ ኣዲስ ኣበባ ልነብር ነበረ ዝኾነ ዓርኪ ነይሩ ምስኡ ብሓደ ኮይንና ገዛ ተኻሪና ኣብዚ ዘይርሳዕ መም እንታይ ኣለየ ገዛ ክንካረ ተለና መጀመርያ እዚ ገዛ ምስ ኣተናዮ ከለርታ ኢንዩር ጋይስ ገዛ ቢጫ ማለት ኖርማል ኮይ ብጫ ግን ሲ በተለይ ኣብዚ ቪድዮ ክትሰርሐሉ ገለገለ ተንካስ ከቢድ እዩ ዋላ ክትሰርሐሉ ብቻ መሕደጎ ዝኾነ ክትነብረሉ ዋላስ ብጫ ብጣዕሚ ደባሪ ካብኡ እሱ ክንቕይሮ ነርና ከለሩ ምስ ተቀየረ ናዚ ገዛ ቀለሙ ምስ ተቀየረ ዩቲብ ብተኸታታሊ ምስራሕ ጀሚረ ጀስ ኣብ ሰሙን ክልተ ሰለስተ ቪድዮ ምክትታል ምስራሕ ጀሚረ የው የው የው ሰላም ሰላም ዝኸበርኩም ናይ ሮማይ ፊልምስ ዩቲብ ቻነል ቤተሰብ የው የው ሰላም ሰላም ዝኸበርኩም ናይ ሮማይ ፊልምስ ዩቲብ ቻነል ቤተሰብ ቻነል ገና ታሕቲ እዩ ነይሩ ዓበይቲ ነራ እዛ ቻነል ኣሽዕቱ እዩ ሓደ ሽሕ ሳብስክራይበር ላእቲ ኣብዚ ግዜ እሱ እዩ ኣብዚ ብጣዕሚ ዝሰርሐሉ ነበርኩ ታይም

ካብኡ ብምቕጻል ዘይርሳዕ ሞመንት እዚ ማጊ ሾው ትፈልጥዎ ኢኹም ወይ ለለ ማጊ ናዩ ቻነል ሚእቲ ሽሕ ሳብስክራይበር ኣትዩ ኣብዚ ለለ ለይድገም ግዜ ስኢልና ውይ ላበለና ሓሊፍናዩ ምስ ዕርክትና ገለገለ ኮይና ምስ ማጊ ካልኦት ካልኦት ዕርክትና ነይሮም ብሓደ ኮይና ላይቭ ኣቲና ኣብ ናዩ ቻነል ኣኽቢርናዮ ወይ ለለ ሰለብሬት ገይርናዮ ብጣዕሚ ዝገርም መዓልቲ ነይሩ ስዒት ብለ ኣለኹም ማጊ ሾው ላብ ላይቭ ናይ መጀመርያ ላይቭ ልመታ እዩ መጀመርታ ላይቭ

ከቢድ እዩ ቃል ምእታይ ባዚ ወይ ኣነ ቃል ምእታይሲ እንታይ ልኣክል ከቢድ ምዃኑ ተዓዘብኮ ኣብኡ እዩ ምክንያቱ ኣነ እንታይ መሲኒ በቃ ብደንብ ስራሕ ስራሕ ከብል እየ ሞስ ዓሰርተ ሽሕ ሳብስክራይበር እካ እትየ እሞ ኮፍ ክብል እየ ብልብል ሓሳብ እንታይ ኢለ ዓሰርተ ሽሕ ሳብስክራይበር ንድሕሪ እቲ ክምልስ ኮፍ እየ ይብሉ ጠጠው ኢልና ኢና ክንሰርሕ ኢለ ቃል ላእተኽዎ ደኺመ ጋይስ ጋይስ ሎሚ ዓንቲ ካብ ሎሚ ዓንቲ ልድሓር ጠጠው ኢልካ ካሪያ ክትግበር ጠጠው ኢልና ከምዚኣ ጠጠው ኢለ ቪድዮ ክሰርሕ ኣለኹም እስካ ዓሰርተ ሳብስክራይበር ናእቲ ካብኡ ብድሕሪ እዚ ናብዚ ገዛ ምስ ቀየርኩ ገለ ድሕሪ ተወሰነ ድሕሪ ሓደ ወርሒ ድዩ ድሕሪ ክልተ ወርሒ ለለ ዓብዪ ኣውደ ኣመት በፂሑ ኣውደ ኣመት ካብ ስድራኻ ተፈሊኻ ምኽባር ብጣዕሚ ደባሪ ብጣዕሚ ከቢድ ኣሽዑቲ ኢለለ እዚ ፊሊንግ ርእዮ ምክንያቱ ቅድሚ ሕዚ ኣነ ዳርጋ ካብ ልውለድ ጀሚሩ ሙሉእ ኣውደኣመት ገለ ገለ ምስ ስድራ'የ ለሕልፎ ነይረ። ኣሸይቱ ንመጀመርያ ግዜ ግን ካብ ስድራ ተፈልየ ኣውደኣመት ኣሕሊፈ። ንሕና ሓደ ጎማ ካብ መቐለ ኣዲስ ኣበባ ኢና ኔና ዛርሕቐት። እዞም ዲያስፖራ ኣብ ውጭ ኮይኖም ገለ ለለውሲ እንታይ ልኣክል ከቢድ ስምዒት እዮም ልስምዖም ኣሽዑት እያ ርያ ግን ዜሩ ዜሩ ቢንኻ ትኾን ተለካ እዩ ከቢድ ኣሕና ግን ምስ ኣዕርክተይ ገለገለ ስለ ኖርኸ ብሓደ ተኣኪብና እዛ ኖር ኬት ቀሪ ብልብል ትገርም ደርሖ ሰሪሕና ኣይተኣሙኒ ማለት እዩ እዛ ዶሮ ክዝክራ ተለኹ ኣነ በጊዕ ኢና ግዜና ኔና ናውዲ ኣመት በጊዕ

ካብኡ ብምቕጻል ደካብ ዘውዲ ኣመት ጀሚርካ ለሎ ሰለስተ ኣርባዕተ ወርሒ ልኾን ምንም ቪድዮ ይሰራሕኩ ጀስ ካብ ሚድያ ዳርጋ ጠፊኤ ነይረ እሱለ ጥፍእ ነገር ለለ ካሊእ ነገር ፎከስ ገይረ ነይረ ዩቱብ ቻነል ለለ ናየ ኦሬዲ ምቕርሺ ምኽፋል እየጀመረ ነይሩ ስለዚ ኣእድሳ ክትነብር ተወንካ ለለ ቅርሺ ኣታዊ የድልየካ እዩ፣ ገዛ ክራይ መኽፈሊ የድልየካ እዩ፣ ንባዕልኻ መንበሪ የድልየካ እዩ፣ መንቀሳቐሲ የድልየካ እዩ፣ እዚ ኩሉ ኩሉ ነገር ንምምላእ ብልል ዩትዩበይ ናብዚ ገይረ ናብ ጎኒ ሓዲገ ካሊእ ስራሕ ክሰርሕ ጀሚረ ዳርጋ ንሰለስተ ኣርባዕተ ወርሒ ዝኾን ቪድዮ ከይሰራሕኩስ በቃ ካሊእ ስራሕ ብቻ ዳሰርሕኩ ኣሕሊፈዮ ኣብዚ ግዜ ዝለለ ብጣዕሚ ፈታኒ እዩ ዝነበረ ግዜ ብዙሕ ዝተምሃርኩሉ ብዙሕ ተፈተንኩሉ ግዜ እዩ ነይሩ እዛን ግዜ እዚኤን ማለት እዩ ካብኡ ድሕሪ እዚ ኩሉ ንሓሰ መጨረሻታት በፂሑ ኣብዚ ግዜ ዝለለ ናብ መቐለ ተመሊሰ ክኸድ ሓስየ ስለለ ናይ ክላስ ጉዳይ ናይ ትምህርቲ ጉዳይ ክውድኦ ልግበአኒ ነገር ስለነበረ ተመሊሰ ናብ መቐለ ክመፅእ ሓስየ እዚ ምስ ሓሰበ ኮለለ ልማንም የተናገርኩይ ገዛና ይፈልጡ ይሕዋት ይፈልጡ ገለማን ንምዕርኽቲ ይፈልጢ ዓብዪ ሓወይ ብቻ ይፈልጥ ይመፅ ኣለኹ ኢለ ነጊረዮ ካብኡ መቐለ ኣትየ ብራዘር ተቐቢልኒ ንማዘር ኸድና ሰርፕራይዝ ጌርናያ ሪኢኹሞ ኢኹም ብጣዕሚ ዝገርም ቪድዮ ሰሪሐ እንድሕለይ ሪኢኹሞ ለለ ኣትኹም ትሪእዎ ትኽእሉ ኢኹም ልመፅ ኣለኹ ምንም ትፈልጦ ነገር የለ ማዘር ስለዚ ብሓደ ኮይና ሰርፕራይዝ ክንገብራ ኢና ናይ ማዘር ሓጎስ ክትሪኡ ትደልዩ ሰባት ኣሊኹም ለለ እስካዕ መጨረሻ ምሳይ ፀኒሕኹም እዛ ቪድዮ እዚኣ ወድዋ ክለኩም ይደሊ ዓይኒ ትግራይ ሽኮር ንሳን ህዝባን ትፍጠር

ብጣዕሚ ደስ በሃሊ መምሃሪ እዩ ነይሩ ሓደ ነገር ክነግረኩም እሱ ለለ ኣብ ህይወትና ብዙሕ ዓላማ ክልዩና ይኽእል እዩ ብዙሕ ድሌት ክልዩና ይኽእል እዩ ብዙሕ ንገብሮም ነገር ክልዩና ይኽእሉ እዮም ግን ድንገት ዘይሓሰብናዮም ዝገጥሙና ከበድቲ ነገራት እኒአው እዚኣቶም ለለ ካብ ዓላማና ካብ ድሌትና ከጠልሙትልና ይኽእሉ እዮም ካብኡ ግን ኣብ ሰዓት ዘሕና ተስፋና ኣብ እግዚኣብሄር ጌርና ልብና ክፍቲ ንጎሮ ክለኩም ይደሊ የው ጋይስ 2017 ብደንቢ ንዓበየሉ ንልወጠሉ ግዜ ይግበረልና ክለኩም ይደሊ ብፍላይ ድማ ናዚ ቻነል እዚ ቤተሰብ ናዚ ቻነል እዚ ቆፅሪ ናዚ ቻነል እዚ ሜምበር ብጣዕሚ ንወዝሐሉ ዓመት ይኹን ኣሜን ናይ ሎማዓንቲ ቪድዮ ናዚኣ ትመስል ነይራ ኔክስት ብካሊእ ቪድዮ ሽካዕ ለግኔኩም ሰሰናይ ንዓኹም